ሰላም ዝኸበርኩም ተኸታተልቲ መደብና ንሎሚ ኸኣ ሰነፍ ደራሲ ኣብ ትሕቲ ዝብል ኣርእስቲ ሓጻር ጽሕፍቲ ክነቕርበልኩም ኢና ምክትታልኩም ንዕድም ከም እንፈልጦ ኣብ ዝኾነ ሃገር ዝዝንቶ ዝተፈላለየ ናይ ጅግንነት ዛንታታት ኣሎ ብፍላይ ከዓ ኣብተን ንመራኸቢ ብዙሃን ብዝግባእ ዝመልክኦ ሃገራት ዛንታታት ጅግንነት ሓንሳብ ተዘሪቡሉ ወይ ተጻሒፉሉ ዝዓርፍ ዘይምዃኑ እዩ። ካብ ተራ ምዝንታው ሓሊፈን እውን ብደረጃ ከባቢኤን ብደረጃ ዓለምን ክፍለጠለን እየን ዝደልያ። ካብኡ ሓሊፉ እውን ንመቀናቕንተን ስግኣት ዝፈጥራሉን ተኸቢረን ክኸዳ ብዘኽእል ኣዘናትዋን ክዳሎ ብሚልዮናት ወይ ቢልዮናት ክምውላሉ ኢኻ ትዕዘብ። እቲ ዝገርመካ ዋላ ኣብ ዝተሰዓረሉ ዝተሰዓራሉ ዓውደ ውግእ ተረእን ዓብን ኣገዳስን ምንባሩ እየን ከዘንትዋ ዝደልያ። እዚ ከማን ንሕና ኢና ስዒርና ኢለን ታሪኽ ክሸራርፋ ዘየኽእል ኣጋጣሚ እንተሎ ማለት እየ። ካብ ኣብ ከባቢና ዘለዋ ሃገራት ክሳብ ምዕራባውያን ሃገራት ከም ኣብነት ክነምጽእ ንኽእል ኢና። ንኣብነት እቲ ኣብ መንጎ ኣሜሪካን ቬትናምን ዝነበረ ውግእ ኣብ ባይታ ዝነበረ ውጽኢቱን ኣብቲ ድሒሩ ኣብ ሆሊውድ ብመልክዕ ፊልም ዝተሰርሐን ኣዝዩ ዝተፈላለየ ምዃኑ ብዙሓት ይምስክሩ። ይኹን እምበር፣ ታህዲድ ፍርቂ ሓይሊ ብዘስምዕ ኣገባብ ክሳብ ዝመስል እዚ ታሪኽ ናይ ምቕልባስ ልምዲ ንብዙሓት ሃገራት ከም ልሙድ ተርእዮ እዩ። ርሑቕ ከይከድና ኣብ ጎደቦና ኸኣ እዚ ክሳብ እዚ ቐረባ እዋን ብህይወት ዝነበረ እሞ ደሊት ዝተባህለ ብሕወሓት ዝፍለጥ ጸረ ኩሉ ዓይነት ሰላም ዝኾነ ውድብ ነቲ ኣብ እዋን ሰውራ ኤርትራ ምስ ህዝባዊ ግንባር ዝነበሮ ሕድሕድ ምትሕግጋዝ መኣዝኑ እንዳጠምዘዘ ኣብ ዓበይትን ወሰንትን ውግኣት ኣበርኪተ'የ፣ ሳላ'ዩ ክሳብ ምባል ዝደፈረሉን ኣጋጣሚታት ኣሎ። ብፍላይ ነታ ሓንቲ ካብተን ብዙሓት ተኣምራታውያን ውዕሎታት ብቓላት ክትግለጽ ዘይትኽእል ስርሒት ፈንቅል ኣብ ዝተፈላለየ ኣጋጣሚ ተራ ነይሩኒ ዘስምዕ ዛንታታት ክፍብርኽ ኣይሓነኸን። ይኹን እምበር ከምቲ ካብ ብሱል ጥረ ዝበሃል ካብቶም ገለ ሓቂ ዝፈትዉ ኣይፋልናን ኣብኡስ ኣይተሳተፍናን። ንተመኩሮ ኢልና'ኳ ኣብ ዛዛሚ ኲናት ደቀምሓረ ኬድና እንተነበርና፣ እቲ ግዜ ስለ ዝተናውሐ ናብቲ ኣብቲ እዋን ሓራ ዝነበረት ከተማ ምጽዋዕ ስለ ዝኸድና፣ ኣብቲ ናይ ደቀምሓረ ኲናት ከማን ከም ሓሳብና ተመኩሮ ክንቀስም ኣይከኣልናን ዝብሉ ገለ ካብ ኣባላቶም ኣይተሳእኑን። እዚ ማለት ግን ህወሓት ንህዝባዊ ግንባር ህዝባዊ ግንባር ንህወሓት ሕድሕዶም ኣይተሓጋገዙን ንምባል ኣይኮንኩን ንሕና ከም ኤርትራውያን ከዓ ህወሓት ካብታ ዝነኣሰት ረሃፅ ክሳብ እቲ ዝዓበየ መስዋእትን ስንክልናን ዝኸፈልዎ ከም ዘለዎ ከም ዘለዎ ከይሸራረፍና ክንፈልጦን ከነዘንትዎን ትብዓት ክህልወና እየ ዝፈቱ ንሶም እውን ከምኡ ነቲ ድሒሩ ዝመፀ ናይ ጠሊመ ክዕወት ኣጀንዳ ህወሓት ከዓ ከም ዘለዎ ነዘንትዎ ማለት እዩ ምኽንያቱ ዓሰርተ ሸውዓተ ዓመት ንበረኻ ዝወጸት ህወሓት ክሳብ ሽረ እንዳስላሴን ኣዲስ ኣበባ ክሳብ ትኣቱን መካናይዝድ ብርጌድ ከምዘይነበራ ኣብ ክንዲ ተዘንትወሎም ንሰውራ ኤርትራ ቀሊሳን ሃገረ ኤርትራ ክትምስርት ዝገበረትን ክትምስረት ዝገበረትን ከም ዝኾነት ኣምሲላ ናይ ጽውጽዋይ ዛንታታት እንዳነገረት ዘዕበየቶ ንኡስ ወለዶ ካብ ዝሓየለ ህዝቢ ናይዚ ዞባ ቀርኒ ኣፍሪቃ ክሳብ ቅድሚ ኣርባዕተ ሚእቲ ዓመት ድሮን ምሂዙ ዝነበረ ሕብረተሰብ ምዃኑ ብድፍረት ክጽሕፍ ናብ ዝኽእለሉ ህውተታ እያ ኣውዲቓቶ። እዚ ንታሪኽ ጠምዚዝካ ምዕላልን ምዝንታውን ግን ብዘይካ ኣብ ህወሓት ኣብ ጀነራላት ደርግ እውን ብሰፊሒ ዝረእ እዩ። ንሶም ከኣ ሕልፍ ሓሊፎም ነቲ ልዕሊ ሚእትን ኣርባዓን ሽሕ ምሩኻት ተኾልኲሎም ዓዶም ከም ዝተመልሱ ዘንጊዖም ካብ ኤርትራ ተሳዒርና ኢና ወጺና ንዘይምባል ብዙሕ ምህዞታት እዮም ፈቲኖም። ንሓሳባቶም ከጠንክሩ ግን ብዛዕባ እቲ ሸዓ ባህሪሩ ክሳብዛ ለይቲ ሎሚ ዓዱ እኳ ርእዩ ዘይፈልጥ መንጌ ብኸመይ ከም ዘዘንትውዎ እዝጊ ዋኖም መሲልካ እንታይ ኣምጻኻ ከም ዝበሃል ሕወሓት እንታይ ገይሩ ጀነራላት ደርግ እንታይ ደጊሞም ኣይኮነን ኣገዲስኒ ኣብ ዝተፈላለየ ኣጋጣሚ መልሲ ዘይረኽበላ ሕቶ ኣላ ዛንታታት ኤርትራዊ ተጋዳላይ ኤርትራዊት ተጋዳሊት፣ ዛንታታት እቲ ዓንዲ ሕቖን ብሌን ዓይኒ ሰውራን ዝነበረ ህዝቢ ኤርትራ መዓስ እዩ ክዝንቶ? ዝበዝሕ ዓበይቲ ፍጻሜታት ማለት ምፍራስ ግንባራት፣ ምሕራር ከተማታት ብኣዝዩ ንጹር ዝርዝራት ዝተሰነደ ምዃኑ ዘጠራጥር ኣይኮነን። ወረ ገሊኡስ ብወገንና ብወገን ህዝባዊ ግንባር ጥራይ ዘይኮነስ በቲ ሰነዳቱ ገዲፉ ምህዳም ዝፈቱ ዝነበረ ናይ ጸላኢ ስርዓት ዝተሰነየ ንጹርን ሓቀኛን ታሪኽን እዩ። ስለዚ ኸኣ መዓስ እዩ እንድዒ እምበር ብመጽሓፍን ፊልምታትን ብዝተፈላለየ ስነ ጥበባዊ ኣገባብ ንዓለም ክዝንቶ ምዃኑ ዘጠራጥር ኣይመስለንን። እቲ ንዓይ ዘተሓሳስበኒ ምስ ውልቀ ሰባት ጥራይ ተኸዚኑ ዘሎ ክሳብ እቲ ኣካል ብህይወት ዘሎን ጥራይ ዕድል ዘለዎ ዛንታታት እዩ። ኣብ ስነ ጽሑፍ ንዘለኒ ተገዳስነት ምርኩስ ገይረ ነቲ ብፈጠራ ዝጸሓፍ ዛንታታት ኮነ ሕደማታትን ዜማታትን ገዲፈ ኣብ ሓቀኛ ፍጻመታት ከድህብ ከም ዘለኒ ይርድኣኒ እሞ ሽዑ ነቲ ብታሪኽ ዝሰምዖ ዝነበርኩ ናይ ቅድመ ሰውራ ዝነበረ ናይ ሓምሳታት ኣቦታትን ፖለቲካዊ ንቕሓቶምን ንናጽነት ብፍትሕን ንቕሓትን ክረኽብዋ ዘሕለፍዎ ከስ ከስተንትን ይጅምር ሽዑ እዝስ ዝያዳ መጽናዕቲ ምርምር ዘድልዮ እዩ ኢለ ናብቲ ናይ ሰውራ ተኣምራትን ጅግንነትን ይሰግር እዚ ኸኣ እቲ ዝገደደ ኣብ ርእሲ ምዃኑ ከምቲ ዝተዘንተወልካ ከተምጽኦ እቲ ይትረፍ ክንዲ ርብዑ እኳ ዝበጻሕካ ኣይመስለካን። እስከ ገለ ንእስ እንተ በለትለይ ሓንቲ ዓቕመይ ሕደማ ክጽሕፍ ይሕሸኒ ብምባል ብዛዕባ ሓንቲ ዋዕሮ ኤርትራዊት ብ ሰውራዊ ኣበሃህላ ዝተዛመደት በቲ ባህላዊ ኣበሃህላና ኸኣ ዝተመርዓወት እሞ ንዘጓነፋ ጥንሲ ካብ ኣሃዱኣ ፈልዩ ኣብ ድሕሪ መስመር ከይመልሳ ብምባል ክሳብ ሽዱሽተ ወርሒ ንዝኾነ ከይነገረት ከም ዝኾነ ኣባል ትረጋረግ ዝነበረት ክጽሕፍ ኩሉ ምስ ኣዋደድኩ ኣብ ማህጸና ዕሸል ሒዛ ዝተሰወእት ካልእ ሄዋን ከኣ የዘንትውልካ እሞ ክትጽሕፍ ዲ ዘለካ ዋላ ኣብ ትዝታን ኣስተንትኖውን ክትኣቱ ይጠፍኣካ እዚ ናይ ሰውራስ እቶም ዝወዓልዎ ይጽሓፍዎ ኣነ ከጉድለሉ እምበር ብዝግባእ ከዘንትዎ ኣይክእልን እየ ኢልካ ብርዕኻ ትገድፍ ድሕሪ ዝተወሰነ ግዜ ከዓ እሞ ናይቲ ብኣካል ዝነበርክዎ ውዕሎ ዋርሳይ በዓል እግሪ መኸል ቡሬ ግንባራት መረብ ሰቲትን ዓሊቴናን ኢልካ ከዓ ሓድሽ መደብ ትሕንፅፅ እቲ ዝገብር ዘይመስል ግና ዘይንሕፍ ከማይኡ ኢዩ እንዳበልካዮስ ሕልፍ ዝበለ ጅግና ኮይኑ ዝጸንሓካ ዋርሳይ ከኣ ዝገደደ ኸው ናይ መን ጅግንነት ክጽሕፍ እየ እሞ ናይ መን ከ ከጽንሕ እየ እንዳበልካ ካብ ዓመት ናብ ዓመት ብዘይጠቅም ፍረ ትሳገር እስከ ደሓን ባዕሉ ይፍለጥ ሓደ መዓልቲ ውሽጠይ ባዕሉ ክቕስቅሰኒ ኢልካ ናይ ሓሶት መደብ ትሕዝ ናይቲ ዝቐደመ ናይ ሰውራ ዝተፈላለየ ዛንታታት ዘይሰነድካስ፣ ነዚ ናይ ዋርሳይ ከኣ ኣብ ሓዲግ ኣንጠልጢልካዮ ከለኻ ዝገደደ ትሰምዕ። ምንኣስ ዋርሳይ ከኣ ይድብል ኣሎ፣ ይትረፍዶ መሬተይ ዋላ ዕማኾ ሓመደይ እኳ ብፍጹም ክብል ይጽንሓካ'ሞ፣ ኣናኽስኡ ግዲ መርዛም ኮይኑ መንደላይ ክብልዎ ትሰምዕ። እዋእ! ኣቱም ሰባት፣ ኣብዛ ሃገር ታሪኽ ዝሰርሕ እምበር ታሪኽ ዝስንድሲ ኣይተፈጥረን ማለት ድዩ? ኢልካ ካብ ኩሉ ሓቂ ነቲ ቀንዲ ሓቂ ትስእኖ እሞ ደሓን እዚ ሓድሽ ምዕራፍ እግዚኣብሔር እንተተሓዊስዎ ናይ ሰላምን ራህዋን ናይ ልምዓትን ዕቤትን ይግበሮ እሞ ሽዑ ነቲ ብሰንኪ ዋሕዙ ንጸሓፋይ ይኹን ንቐባኣይ ንደራፋይ ይኹን ንሓዳማይ ዝቐደሞ ታሪኽ ግዜ ረኺቡ ኣብ ዝግብኦ ስፍራ ክሰፍር እዩ ብምባል ንስንፍናይ ብተስፋ ኣሰኔ ደብተረይ ዓጾ ለካ ዝጸሓፍ ስኢንካ ጥራይ ዘይኮነስ ካብ ሕድሕድ ዝበላለጽ ዛንታታት እውን ከምዘይትጽሕፍ ከምዘይትቐብእ ከምዘይትሕድምን ከምዘይትዝይምን ይገብሩኻ እዮም በልኩ ብውሽጠይ ከም በዓል ብቑዕ ምኽንያት እንተኾነ ውሽጠይሲ ንዘረባይ ሰሚዑ ኣየስቀጠን። ሰነፍ ደራሲ ደኣ በለኒ ብሕልና እዩ ኣቢሉ። የቐኔለይ ኣዱሊስ